ሰላም ሰላም ኩራት ተከታተልቲ ሎሚ ድማ ካብተን ኣዝየን መሰጥትን ኣስሓቅትን ዝኮና ፊልምታት እየ ሒዘልኩም መፂኦ ዘለኩ እዞም ኣብዛ ፊልሚ እንሪኦም ክልተ ኣሕዋት ጆኤልን ረጅስን ብዛዕባ ታሪኮምን ኣቦሓጎታቶምን ዋላ ሓንቲ ግዲ ዘይብሎም ብናይ ገዛእ ርእሶም ዘመናዊ ናብራ ጥራይ ዝተውሓጡ እዮም ሓደ መዓልቲ ግን ኣቦሓጎታቶም ካብ ባርነት ሓራ ዘውፀኣም ክቡር ናይ ናፃነት ምስክር ወረቀት ንላግፂ ኢሎም ምስ ቀደድዎ ነገራት ብሃንደበት ይቅየር ኣሞኦም በዚ ተግባሮም ኣዝያ ስለ ዝተቆጠዐት ሓንቲ ዘገርም ናይ ኣስማት ሻምበቆ ብምጥቃም ብማጂክ ናብ ሕሉፍ ግዜዊ ድማ ብትኽክል ንዓሰርተ ሸውዓተ ሰማንያ ናብቲ ዘስካሕክሕ ናይ ባርነት ዘመን ትመልሶም። ኣብዛ ሓድሽን ኣሸጋሪ ዓለምን እዞም ብዘመናዊ ቴክኖሎጅን ምቾትን ዝዓበዩ ኣሕዋት ልክዕ ከም ባሮት ክሽየጡን ክግፈፉን ከለዉ ከመይ ጌሮም ክነብሩ እዮም? ካብዚ መግዛእቲኸ ከመይ ጌሮም ከምልጡ ይኽእሉ? ብሓቂ ዘስሕቕ ኣብ መወዳእታ ድማ ዓውዪ ትምህርቲ ዝህብ ዛንታ እዩ። ላይክ፣ ሼር ከምኡውን ሳብስክራይብ ብምግባር ንጀምር። ታሪኽና ዝጅምር ኣብ ሃገረ ፈረንሳይ፣ ጆኤል ናይ ሓንቲ ሰበይቲ ቦርሳ ብምስራቑ ንሰለስተ ወርሒ ኣብ ቤት ማእሰርቲ ድሕሪ ምሕላፉ ኣብ መወዳእታ ሓራ ይወጽእ። ንሓደ ዓርኩ ይበጽሖ እሞ ናብ ሃይማኖት እስልምና ከም ዝተቐየረ ይነግሮ። እቲ ዓርኩ ኣብ ሓደ ናይ ህንጻ ትካል ስራሕ ምስ ኣቕረበሉ ግን ጆኤል ንጻዕዳ ክሰርሕ ከም ዘይኽእልን፣ እዚ ከም ባርነት ገይሩ ከም ዝወስደን ይገልጸሉ። ድሕሪኡ ንውላዱ ካብ ቤት ትምህርቲ ክወስድ ይኸይድ። ኣብ ኣውቶቡስ ብዘይ ትኬት ስለ ዝተሰቐለ ግን ኣብ ጸገም ይወድቕ። ጓሉ እውን ዝኾነ ገንዘብ ኣይነበራን። ስለዚ ዕግርግር ቅድሚ ምፍጣሩ ካብቲ ናይቲ ቆልዓ ዝበለጸ ዓርኪ ገንዘብ ይወስድ እሞ እቶም ካልኦት ተሳፈርቲ ብኣካይድኡ ስለ ዝተቖጥዑ ብኡ ንብኡ ካብቲ ኣውቶቡስ ሰጒጎም የውጽእዎም። ድሕሪኡ ጆኤል ናብ ገዛ ይኸይድ እሞ ኣብኡ ኸዓ እታ ብብርቱዕ ዝተቖጠዐት ኣዲኡ ገና ካብ ሕጂ ብሰደካ ኢሉ ስለ ዝተቖጠዐት ካብ ገዛ ክተባርሮ ክትዳሎ ከላ ድማ ሓደ ከቢድ ዜና ዝሓዘ ናይ ቴሌፎን ጻውዒት ትቕበሉ። ኣብዚ እዋን እዚ እቲ ብኣቦ ሓውን ጆኤል ዝኾነ ሬጅስ ኣብ መንግስቲ ይሰርሕ ነበረ። ሓንቲ ኣደ ብዙሓት ቆልዑት ስለ ዘለውዋን ዝነብርሉ ቦታ ስለ ዘይብላን ሓገዝ ትሓትት ነበረት። ኮይኑ ግን ከኣ በይና ተኸናኺኒ ስድራ ምዃና ዘረጋግጽ ኣድላይ ሰነዳት ኣይነበራን። ስለ ዝረጀየስ ብዘይ ስርዓት ናብ ሃገራ ክትምለስ ይነግራ። ከንቲባ ናይታ ከተማ ናብቲ ቤት ጽሕፈት መጺኡ ናይ ጉስጓስ ፖስተር ይርእዮ'ሞ ንመርኣዪ ዝኾነ ውሑዳትን ብሄራት ብምሓዙ ኣዝዩ ኣድልዎ ዝተመልኦ ርእይቶ ይህብ። ረጅስ ግን ስርሑ ክስእን ስለ ዘይደለየ ጥራይ ምስቲ ሓሳብ ይስማዕማዕ። ድሕሪ ስራሕ ንሰበይቱን ጓሉን ይወስዶም እሞ ኣብ ሓደ መብራህቲ ትራፊክ ሓደ ለማኒ ብዘይ ፍቓዱ መስትያት ናይታ መኪና ከጽሪ ይጅምር። ረጅስ ኣዝዩ ይቑጣዕ እሞ መታለሊ እናበለ ይጭድረሉ። ይኹን እምበር ካብታ መኪና ወሪዱ ክደፍኦ ምስ ፈተነ፣ እቲ ለማኒ ጃኬቱ የውልቖ እሞ ብሓቂ ስንኩል ምዃኑ የረጋግጽ። ጸኒሑ ኣብ ገዛ ምስ ኣእተወ፣ ኣቦ ኣብ ቀረባ እዋን ከም ዝመውት ዘፍልጥ ናይ እኩ ጻውዒት ተሌፎን ይቕበል። ረጅስ፣ ወዲ ሸሞንተ ዓመት ካብ ዝነበረሉ እዋን እቲ ሒዞ ኣይረኣዮን ነይሩ። ሰበይቱ እውን እቲ ሰብኣይ ድሮ ዝሞተ እዩ ዝመስላ ነይሩ። ረጅስ ኣብ ጎኑ ስለ ዘይነበረ ነቦ ይጸልኦ እዩ። ስለዚ ድሮ ከም ዝሞተ ገይሩ እዩ ዝቖጽሮ ነይሩ። ኮይኑ ግን እታ ዝተቖጥዐት ሰበይቱ፣ ዝኾነ ኮይኑ ናብቲ ቀብሪ ክኸይድ ተገዲዶም። ድሕሪ ገለ እዋን ረጀስ ኣብ ፍረንች ኣቴንስ ይበጽሕ እሞ ንመጀመርያ ግዜ ዘይምርኣዩ ኣብ መዕረፊ ነፈርቲ ምስ ጀኤል ብሃንደበት ይራኸብ። ብሓባር ተኽሲ ይወስዱ እሞ ረጀስ ንቱባ ኣቦ ሓዉ ብዛዕባ ህይወቱ ሓድሽ ሓበሬታ ይህቦም። ናይ ገዛእ ርእሱ ትካል፣ ኣብ ገማግም ሩባ ዝርከብ ገዛን ሓንቲ ሕጉስቲ ስድራቤትን ከም ዘላቶ ይነግሮ። ጆኤል ብናይ ገዛእ ርእሱ ህይወት ስለ ዝሓፈረ ይሕሱ እሞ ንሱ እውን ልክዕ ከምኡ ዓይነት ኣካይዳ ከም ዘለዎ ይዛረብ። ኣብ መወዳእታ ናብ ገዛ ኣቦኦም ምስ በጽሑ ብኹለን እተን ብኣቦ ኣሓቶም ተኸቢቡ ኣብ ዓራት ተዳኺሙ ይረኽብዎ። እቲ ዝሓመመ ሰብኣይ ነቶም እንኮ ክልተ ደቁ ዳግማይ ብምርኣዩ ሕጉስ ነበረ። ጽቡቕ ኣቦ ብዘይምዃኑ ድማ ይቕሬታ ይሓትት። ስለዚ ነዚ ንምክሕሓስ ነቲ ዝዓበየ ሃብቱ ንዕኦቶም ከም ዝሓድገሎም ይነግሮም እሞ ብኡ ንብኡ ይዓርፍ። እቶም ኣሕዋት ነቲ ናይ ስድራቤት ክቡር ሃብቲ ንምርኣይ ብታህዋኽ ይኸዱ እሞ ኮይኑ ግን ሓንቲ ቁራጽ ወረቀት ጥራይ ኮይና ምስ ረኸብዋ ኣዝዮም ይሓዝኑ። ኣባሓጎኦም ከም ዘርድኦም እዚ ወረቀት ንኣባሓጎታቶም፣ ካብ ባርነት ሓራ ዘውጸኣ ናይ ነጻነት ምስክር ወረቀት ምዃኑን ህዝቦም ታሪኾም ምእንቲ ከይርስዕ ናብ ዝቕጽል ወለዶታት ንምትሕልላፍ ኣዝዩ ኣገዳሲ ምዃኑን ይገልጸሎም። እቶም ኣሕዋት ግን ብዛዕባ ሓንቲ ወረቀት ዋላ ሓደ ግዲ ኣይነበሮምን። ንለግጺ ድማ ነታ ምስክር ወረቀት ቀዳዲዶም ክድብርይዋ ይውስኑ። እዚ ነሞኦም ኣዝዩ ኣወጠዖም'ሞ ናይቲ ትስሕዎ ዝነበረት ሻምበቆ ትኪ እናቐተቶም ተደፍኦም። ብሃንደበት እቶም ኣሕዋት ቴለፎን ጆክ ኔትወርክ ኣብ ዘይብሉ ሓደ ጎደና ዝኾነ ጎልጎል ይበራበሩ። ተጨውዮም ከይኾኑ እናተጠራጠሩ ከለዉ ሓደ ጸሊም ሰብኣይ ክሃድም ይዕዘቡ። ነዊሕ ከይጸንሑ ድማ ክልተ ጸዓዱ ሰብኡት ንዕኡ እናሰዓቡ ይቕልቀሉ። ጆኤል እውን ይጎዪ እሞ ረጂስ ግን ምስ'ቶም ክረዳዳእ ይፍትን። ይኹን እምበር ክልቲኦም ተታሒዞም ኣብ ሓደ ጋብያ ይኣትዉ። ናብታ ዝቐረበት ከተማ ብኣፍራስ ይውሰዱ እሞ፣ ረጂስ ክቃወም ይፍትን፣ ሓደ ካብቶም ሰብኡት ድማ ብጅራፍ ይገርፎን ጸርፊ ይድርድረሉን። ናብታ ከተማ ምስ በጽሑ፣ ክዳውንቲ ናይቶም ኣሕዋት ይምንዝዑ እሞ፣ ቀረባ እዋን ካብ ኣፍሪቃ ምስ ዝመጹ ካልኦት ጸለምቲ ሰብኡት ብሓባር ንመሸጣ የቕርቡም። ረጂስ መሊሱ ክቃወም ይፍትን እሞ ይውቃዕ። ኣሞኡ ኣብ ቀረባ ኮይና ትዕዘቦም ከም ዝነበረት ግን ኣይፈለጠን ነይሩ። እቶም ኣሕዋት ክሳዕ ዝተርፉ፣ በብሓደ ኩሎም እቶም ካልኦት ባሮት ናብ ዝተፈላለየ ሃፋትም ሰባት ይሽየጡ። እቲ ሸያጢ ኣዝዩ ተስፋ ስለ ዝቖረጸ፣ ንኽልቲኦም ብሓደ ዋጋ ክሸጦም ይፍትን። ክሳዕ ሚስተር ጆርዳን ዝዕድጎም ድማ፣ እቶም ኣሕዋት ናብቲ ድሮ ብባሮት ተመሊኡ ዝነበረ ተኽሊ ብእግሮም ክጓዓዙ ይውደዱ። ናይ ጆርዳን ሓጋዚ ዝዀነ ሄንሪ፣ ናብቲ ሓድሽ ናይ ስራሕ ቦታኡ ናይ ምውሳድ ሓላፍነት ይስከም። ሬጅስ ብዛዕባ ገዛእ ርእሱ ከረድእ ምስ ፈተነ ግን፣ ሄንሪ ይገንሖ እሞ ፍቓድ ክሳዕ ዝወሃቦ ንጻዕዳ ሰባት ከይዛረብ የጠንቅቖም። እቶም ኣሕዋት ሓድሽ ናይ ባርነት ስማት ምስ ተዋህቦም፣ ጆኤል ናብ ጎልጎል ይውሰድ እሞ ኣብኡ ምስ ኣቦሓጎኡ ኤዲዞር ይራኸብ። ጃኤል ቀልጢፉ ስለ ዝደኸመ ከም ዝተጎድኣ መሲሉ የታልል። ሄንሪ ግን ምእንቲ ክንቀሳቐስ ብጅራፍ ገይሩ ይገርፎ። ጆኤል ብዛዕባ ዓሌትነት ምስ ተዛረበ ድማ ይስሕቐሉ። ናይ ምሳሕ ግዜ ምስ ኣኸለ ድማ ጆኤል ዘፍለሶ ጨናዊ ጸብሒ ይውሃቦም። ኤዲዞር ድማ ሻምበቆ እድመ ሽኮር ኣገዳ ምምጻጽ ይመርጽ። ይኹን እምበር ኣብ ድሕረ ኣቑጽልቲ ተሓቢኡ ስለ ዝነበረ ምስ ሓደ ዓርኩ ነውሪ ይገብር ከም ዘሎ ዝመስል እዩ ነይሩ። ስለዚ ጆኤል ብተሌፎኑ ስእሊ ይወስደሉ። በቲ ሓደ ወገን ድማ ረጅስ ናብ ክሽነ ይውሰድ እሞ ምስ እናሓጎኡ ሮዚ ይራኸብ። ክሰርሕ ምስ ተነገሮ ረጅስ ይስንብድ እሞ ዜጋ ምዃኑን ጻዕዳ ሰበይቲ ከም ዘእተወ እናጨደረ ይዛረብ። ሮዛ ብእንብኡ ኣፉ ትሽፍኖ እሞ ሞት ከየስዕበሉ ምእንቲ ከይሕሱ ትነግሮም። ጸኒሑ እዋን ድራር ረጅስ ጻዕዳ ሰባት ብዛዕባ ጸለምቲ ዝነዝሕዎ ኩሉ ዘስካሕኽሕ ግጉይ ነረኣእያታት ክሰምዕ ይጅምር። እዚ ድማ ኣብ ሰብ ምብላዕን ኣብ ጨናፍር ንምንጥልጣል ዝጥቀመሉ ዓበይቲ ናይ ግሊ ኣካላት ከም ዘለዎምን ዝብል የጠቓልል። ረጂስ ወይኒ ክቐርብ ይጽዋዕ እሞ ኣብቲ ሰዓት እቲ ግን እቲ ቀሻው ዓመት ዓሰርተ ሸውዓተ ሰመንያ ከም ዘለዎ ክብል ምስ ሰምዐ በቲ ስንባደ ንወይኒ ኣብ ክዳን ሓንቲ ሰበይቲ ይኹዕዎም ነቲ ወይኒ ንምጽራይ ጨው የቕርበላ። ንሳቶም ግን ገለ ዘገርም ኣስማት ይመስሎም እሞ እታ ሰበይቲ ህበይ ትብሎም። እዚ ድማ ካብቲ ቬክተር ዝበሃል ንእሽቶ ቆልዓ ወጻኢ ኩሉ ሰብ ክስሕቕ ይገብር። በታ ለይቲ እቲኣ ሬጅስ ብዛዕባ እቲ ዘለዎ ዓመተ ምህረት ንጆኤል ይነግሮ እሞ ንክሃድሙ ይውስኑ። ኣብዚ እዋን እዚ ሄንሪ ንጆርዳን ክርእዮ ይኸይድ እሞ ኣብቲ ክፍሊ ዝነበሩ ኩሎም ብዛዕባ ጭራ ናይ ጸለምቲ ከማርሩ ይጅምሩ። ሄንሪ ጆኤል ስነ ስርዓት ስለ ዘይገብር ብሰንሰለት ክእሰር ከም ዘለዎ ይሓስብ። ጆርዳን ግን ንጆኤል ንግዚኡ ክለማመድ ክገርፎ ይነግሮ። ናብቶም ኣሕዋት ክንምለስ ከለና ኣብቲ ጎልጎል ይጠፍኡ እሞ ብሃንደበት ኣብ መንጎ እቲ ኣትክልቲ ሓደ ምስጢራዊ ገጽ ይርእዩ። ስለዚ እናጨደሩ ተመሊሶም ይጎዩ። ንጽባሒቱ ንግሆ ሄንሪ ኣብ ግዜኦም ንኽበራበሩ ንኽልቲኦም ከውቕዖም ይግደድ። ቅድሚ ስራሕ ምጅማሩ ሓደ ናይ ካቶሊክ ቄስ ንጸለምቲ ኣብ ቃል ኣምላኽ ከመይ ገይሮም ንጻዕዳ ክእዘዙ ግዴታ ከም ዘለዎም ይሰብከሎም። ረጅስ ልክዖም ክልሰ ኣሜን ኢሉ ይምለስ። ጆኤል ግን ሕልንኡ ክሸይጥ ይኣቢ እሞ ኣብ ክንድኡ ስም ኣላህ ብዓውታ ይጽውዕ። እዚ ድማ እቲ ቄስ መደርኡ ክሳዕ ዝውድእ ብጅራፍ ንክግረፍ ይገብሮም። ረጂስ ነቲ ቄስ፣ ኣምላኽ ንሰብ ብኣምሳሉ እንተ ፈጢርዎ፣ ስለምንታይ ኵሎም ብማዕረ ክነብሩ ዘይኽእሉ? ክብል ይሓትት። ስለዚ እቲ ቄስ፣ መጽሓፍ ቅዱስ ከምኡ ከም ዝብል የርድኦ እሞ ንሓንቲ ገጽ የመላኽት። ይኹን እምበር ረጂስ ነቲ ብዛዕባ ዓሌት ዋላ ሓንቲ ዘይዛረብ ትኽክለኛ መጽሓፍ ብምንባብ የሰንብዶም። እቲ ቄስ ግን ዕሽሽ ይብሎም። ጸኒሑ ጁኤል፣ ክልተ ደቒቕ ኣደንጒዩ ናብቲ ጕልጎል ይመጽእ። ሄንሪ ክጎንሖ ከሎ ድማ ብዘይ ምኽባሩ ሄንሪ ብምውቃዕ ናብ መሬት የውድቖም። ጆኤል ክሃድም ይፍትን እሞ ኮይኑ ግን ብድንገት ርእሱ ተሃሪሙ ይወድቕ። ድሕሪኡ ጆኤል ብጅራፍ ንኽቕጻዕ ብብራኹኡ እንትልጠል ኣብቲ ግዜ እቲ ድማ ንኹሉ ሰብ ካብ ምጽራፍ ፈጺሙ ኣይቋረጸን። እቶም ጸዓዱ ሰባት ልክዕ ከም ናይ ሰርከስ ትርኢት ኮይኑ ይዕዘብዎም። እታ እሞ እውን ኣብቲ ህዝቢ ትረእም። ኮይኑ ግን ዋላ ሓደ ኣይገበረትን። እቲ መቕጻዕቲ ምስ ተወደኣ ረጂስ ናብ ቤት ጽሕፈት ጆርዳን ይውሰድ። ኣብኡ ድማ ናይ ምንባር ክእለቱ ይፍተን እሞ ጆርዳን ኣዝዩ ይግረም። ንረጅስ ድማ ነቶም ባሮት ክእዝዝ ሓላፍነት ይህቦም። ረጅስ ይቕበሎ። ኰይኑ ግን ምስ ወጸ፣ እቲ ቄስ ንጆርዳን ሓደ ዝተማህረ ጸሊም፣ ሓደገኛ ጸሊም ምዃኑ ብምባል የጠንቅቕ። ኣብዚ እዋን እዚ ሮዛሊ ንመውጋእቲ ጆኤል ትከናኸነሉ እሞ ልክዕ ከም ኣፍሪካዊ ሰብኣይ ድልዱል ከም ዘይኰነ ትርዳእ። ኣዝዩ ልስሉስ ቆርበት ዋላ ሓንቲ በሰላ ስለ ዘይነበሮ ቀደም ሃብታም ዝነበረ ይመስላ። ብሃንደበት ጆኤል ክስዕማ ይፈትን። ንሳ ግን ብኡ ንብኡ ትነጽጎ እሞ ንእዚዶር ከም ትፈቱ ትነግሮም። ንጽባሒቱ ንግሆ ረጅስ ንጆኤል የበራብሮ እሞ ኣብታ መጀመርታ ጆኤል ከም ቁምነገር ስለ ዘይወሰዶ ይስሕቕ ነበረ። ስለዚ ረጅስ ሽንቲ ዝተመልኣ ባልዲ የፍስሰሉ እሞ ድሕሪኡ ረጅስ ንጆኤል ጎቲቱ ኣብ ሓደ ድልድል ንኽሰርሕ ይወስዶ። ዋላ ሓደ ክሰምዖም ኣብ ዘይክእለሉ ድማ ረጅስ እምነት ጆርዳን ንምርካብ ጥራይ ሓያል መራሒ መሲሉ ይዋሳእ ከም ዘሎ ይናዘዘሉ። ኣብ መወዳእታ ናይ ስራሕ መዓልቲ ሄንሪ ብቕንኢ ጥራይ ብዘይ ምኽንያት ንረጅስ ናብ መንደቕ ይደፍኦም። ድሕሪኡ ረጅስ ናይ ዕለታዊ ጸብጻብ ንምቕራብ ንጆርዳን ክሪኡ ይኸይድ እሞ እታ ስድራቤት ብሓባር ግጥሚ ከካፍሉ ከለዉ ይረኽቦም። ስለዚ ንሱ እውን ካብ ናይ ገዛእ ርእሱ ሒደት ሓረጋት የቕርብ። እታ ስድራቤት እንታይ ክትብል ከም ዘለዋ ኣይፈለጠትን። ጆርዳን ድማ ሬጅስ ዝተመሃረ ምዃኑ ምስ ኣረድኦም ሓደ ዘንበል ፒያኖ ክጻወት እንተኽኢሉ ብምሕታት ከላግጸሉ ይፍትን። ኩሉ ሰብ ክስሕቖ ከሎ ሬጅስ ናብታ ፒያኖ ይኸይድ እሞ ኣዝዩ ንፉዕ ተጻዋታይን ደራፋይን ምዃኑ የርኢ። ይኹን እምበር እዚ ከም ዘይምእዙዝነት ወይ ድማ ንትዕቢት ተወሲዱ ሬጅስ ለክዕ ከም ጆኤል ክግረፍ ይውሰን። ኣሞኡ ድማ ስቕ ኢላ ትዕዘብ ነበረት። ንጽባሒቱ ንግሆ እቶም ኣሕዋት መሊሶም ክሃድሙ ይውስኑ እሞ፣ ናብ ዓራት ሓደ ኣይሁዳዊ ነጋዳይ ይዘሉ። ቪክቶር ድማ ካብ ርሑቕ ይርእዮም። ምጥፋኦም ቀልጢፉ ይፈልጥ እሞ፣ ጆርዳን ድማ ነቶም ኣሕዋት ዝሓዙ ሰብኡት መሊሶም ንኽረኽብዎም ይቖጽሮም። እቶም ኣሕዋት ካብ ጆኤል ዝወሰድዎ ክዳውንቲ ተኸዲኖም ከም ዘለዉ ይርዳእ። ድሕሪ ሒደት ሰዓታት፣ እቶም ኣሕዋት ናብ ገዛእ እቲ ነገረ ይበጽሑ፣ ንሱ ድማ ብሰንኪ መበቆሎም ምጽላይ እንታይ ማለት ምዃኑ ስለ ዝፈልጥ ክሕግዞም ይውስን። እዚ ድማ መን ዝያዳ ተሳቕዩ፣ ጸለምቲ ድዮምስ ወይስ ኣይሁድ? ናብ ዝብል ዓሻ ኽቲ የምርሕ። ኣብዚ ሰዓት እዚ እቶም ሰለይቲ ባሮት ቀልጢፎም ይመጹ፣ ስለዚ እቲ ነጋዳይ ንኣሕዋት ዘምልጡሉ ናይ ድሕሪት ማዕጾ የርእዮም። ኣብ ጫካ ናይ ምጉያይ መስርሕ ይጅምር። እቶም ሰለይቲ ድማ በቶም ኣኽላባት ተሓጒሶም ክከታተልዎም ይኽእሉ። እቶም ኣሕዋት ግን ቀልጢፎም ነበሩ። ኣብ መወዳእታ ድማ ናብቲ ገማግም ባሕሪ በጺሖም ሓንቲ ጃልባ ረኺቦም ብኡ ንብኡ እናሰሓቑ ንጻዕዳታት እናጸረፉን ይሃድሙ። ኰይኑ ግን ቀልጢፎም ብሓንቲ ዓባይ መርከብ ይርከቡ'ሞ ይማረኹ። እቶም ካልኦት ባሮት ካብ ኣፍሪቃ ዝመጹ እዮም። ንሬጅስ ድማ ዝተሓወሰ ዓሌት ስለ ዝዀነ ንጸለምቲ ጻዕዳ ንጻዕዳታት ድማ ጸሊም ምዃኑ ብምግላጽ ይተፍኡሉ። ድሕሪ ገለ ግዜ እቶም ኣሕዋት መሊሶም ንመሸጣ ይቐርቡ፣ እቶም ሰለይቲ ድማ ይዕድግዎም እሞ ናብ ገዛ ጆርዳን እናተመለሱ ኸለዉ ኣብቲ ጫካ ንዕረፍቲ ደው ይብሉ። ሓደ ካብቶም ሰለይቲ ድማ ኣእጋር ናይቶም ኣሕዋት ናይ ምቝራጽ ብርቱዕ ድሌት የሕድር። ይኹን እምበር፣ ብሃንደበት ካብ ባርነት ዘምለጡ ጸለምቲ ዝሓዘ ጕጅለ ብማርኖስ ይኽበቡ፣ እቶም ኣሕዋት ድማ ድሒኖም ናብቲ ቐጻሊ ብማርኖስ ይጽንበሩ፣ ንሳቶም ድማ ብኽፉኣት ኣእዳው ይቕበልዎም። ኮኒግ ነቲ መራሒ ቀቢላ፣ ጆኤልን ረጀስን ናይ ባርነት ስማቶም ይመስሎም እሞ መሊሱ ስማቶም ይቕይሮ። ጆኤል ኣብ ኩሉ መዝሙራቱ ተቐቢላ ብታሕጓስ ይጽንበር፣ ረጀስ ግን ምስ ጻዕዳ ስለ ዝተመርዐወ ንኹሎም ጻዕዳታት ክቐትሉ ከም ዝደልዩ ምስ ሰምዐ ይወላወል። ሕጂ ማርኑስ ንኣሕዋት ከም ከዳዓት ገይሩ ስለ ዝረኣዮም ካብ ግዝኣት ማርኑስ እናተሰጎጉ ክሃድሙ ይግደዱ። ንጽባሒቱ ንግሆ ጆኤልን ረጀስን ኣብ ማእከል ሓደ ጫካ ይበራበሩ እሞ ኣብ መኦም ኣብ ቀረባ ኮፍ ኢላ ምስ ረኣይዋ ይስንብዱ። ረጅስ ንሕሉፍ ግዜ ከም ዘምጽኣ እቶም ይርዳእ ከጥቅዓ ይፍትን እሞ ጆኤድ ግን ይሕዞም እታ እሞ ታሪክ እንተደኣ ተረዲኦም ጥራይ ናብ ገዝኦም ክምለሱ ከም ዝክእሉ ምስ ተረድኡ ድማ ናብ ኣቦሓጎታቶም ተመሊሶም ነገራት ከዕርዩ ከም ዘለዎም ተርድኦም ጆኤል ግን ኤዲዞር ንደቂ ኣንስትዮ ዝፈቱ ኣይመሰሎን ስለዚ ክትዕ ይለዓል ኮይኑ ግን እታ እሞ ትጠፍእ እሞ እታ ሻምበቆኣ ጥራይ ድማ ትተርፍ ድሕሪኡ እቶም ኣሕዋት ናብ ናይ ጆርዳን ተክሊ ይመለሱ ጆኤል ድማ ንረጅስ እቲ ዝሰኣሎ ስእሊ የርእዮ እሞ ረጅት ንሱ'ውን ይኹን ሓው እንተኣልዮም፣ እዚ ዶር ኣብ ሓደ እዋን ምስ ሓንቲ ሰበይቲ ከም ዝተራኸበ ዘረጋግጽ ስለ ዝኾነ ክኣምኖ ይኣቢ። እዚ ድማ ጆኤል ናብ ሕሉፍ ግዜ ዝተላእኩሉ ምኽንያት ንኣቦሓጎታቶም መጻምብቲ ንምግባር ምዃኑ ከም ዝሓስቡ ይገብሮም። ናብቲ ተኽል ምስ በጽሑ ስለ ዘምለጡ ልክዕ ከም ከብቲ ኣብ ድሕሪኦም ምልክት ይግበረሎም። ድሕሪ ገለ ግዜ ዶክተር ብዛዕባ ሮዚ ንምሕታት ናብቶም ኣሕዋት ይቐርብ። ጆኤልን ረጂስን ነዚ ኣጋጣሚ ተጠቒሞም ብዛዕባ ማዕርነት፣ ህንጸትን ዲሞክራስን ኩሉ እቲ ኣብ መጻኢ ዝመጽእ ኣገዳሲ ለውጥታትን ንቬክተር ይነግርዎም። እዚ ድማ ንቬክተር ኣዝዩ የስደምሞ። ምሸት እቶም ጻዕዳታት ድግስ ይገብሩ፣ ቬክተር ድማ ኩሉ እቲ ካብ ኣሕዋት ዝተማህሮ ነገራት የካፍል። እቶም ዓበይቲ ግን ከም ናይ ቆልዓ ምናባዊ ሓሳብ ገይሮም ዕሽሽ ይብልዎም። ሄንሪ እውን ኣብኡ ደው ኢሉ ነበረ። ጆርዳን ግን ብብዝሒ ሃብቲ ከም ዘይተፈጠረ ብምባል ይውጽኦም። ኣብዚ እዋን እዚ ረጅስን ጆኤልን ነቶም ባሮት ናይ ገዛእ ርእሶም ንእሽተይ ድግስ ምእንቲ ክገብሩ ሓንቲ በርሚል ሩም ይሰርቁ። ኩሉ ሰብ እናሰኸረ ይስዕስዕ እሞ ረጅስ ድማ ንኢዚዶር ንሮዝ ክረኽባ ዘተባብዕ ዘረባ ይነግሮ። ንሳ ድማ ሕጂ ምስ ጆኤል ትስዕስዕ ነበረት። ንኢዚዶር ንምስሓብ ምእንቲ ክትክእል ንሮዚ ትብዓት ዝተመልኦ ኣገባብ ስልቲ ትምህርቲ ክትህባ ትፍትን። ሮዚ ግን ብጌጋ ተረዲኣታ ክንድኡ ትስዕሞ እሞ ምስኡ ንቕድሚት ክትስጉም ትፍትን። እቶም ኣሕዋት ንሮዝን ኢዚዶርን ቅድሚ ናብ ሓንቲ ጎጆ ምውሳዶም፣ ካልእ ኣማራጺ ነይርዎም፣ ኣብኡ ድማ ናብ ባሕጉታቶም ጾታዊ ርክብ ንምግባር ባዕሎም የንቀሳቕስዎም። ድሕሪኡ እቶም ኣሕዋት ዕማሞም ከም ዝወድኡ ይሓስቡ እሞ ነቲ ድግስ ንምቁራጽ ናብቲ ቀንዲ ገዛ ይኣትዉ። ገለ ነገራት ይሰብሩ፣ ድሕሪኡ ጆኤል ንዅለን ደቂ ኣንስትዮ ክስዕመን ይጅምር። ረጅስ ድማ ሓደ ሰብኣይ ይሃርምዎን ኣብ ገጽ እቲ ቀሺ ድማ ኬክ ይጭፍልቖን። ኣብቲ ሰዓት እቲ ሓደ ዝሰኸረ ሄንሪ ደው ከብሎ ይመጽእ። ኮይኑ ግን እቶም ኣሕዋት ቅድሚ ነቲ ናይ እሞኦም ሻቦቆ ምውላኦም ይስሕቁሉ ኮይኑ ግን ዋላ ሓንቲ ኣይተፈጠረን መሊሶም ድማ ተታሒዞም ንጽባሒቱ ንግሆ እቶም ኣሕዋት ብመቅጻዕቲ ሞት ናብ ወጻኢ ይውሰዱ ኣብቲ ሰዓት እቲ ቬክቶር ሃዲሙ ናብ ሩባ ይወድቅ እሞ ስለዚ ኩሉ ሰብ ንዕኡ ንምድሓን ይሳተፍ ኢድ ዞር ነዚ ኣጋጣሚ ተጠቂሙ ንሄንሪ ሃዲሙ የውድቆ እሞ ንኣሕዋት ሓራ የውጽኦም ንሳቶም ድማ ብኡ ንብኡ ክሃድሙ ይጅምሩ ነዚ ተክሊ እናሰበሩ ከለዉ ቬክተር ኣብቲ ሩባ ክጠልቅ ከሎ ይርእይዎ ስለዚ ንዕኡ ንምድሓን ናብ ማይ ይዘሉ እሞ ይኹን እምበር ጆኤል ክሕምብስ ስለ ዘይኽእል ረጂስ ንዕኡ እውን ከድሕኖ ይግደድ። ጸኒሑ ቤት ጽሕፈት ጆርዳን፣ ቪክተር ንኣሕዋት ሓራ ክለቆም ከም ዝሓተቶ ይቃልዕ እሞ ሰነዳት ድማ የዳሎ። ሮጂስ ግን ቃላት እሞ ይዝክር እሞ ኣብ ክንዲ እንሮዚ ሓራ ክትወጽእ ይሓትት። ኣብ መጀመርታ ጆኤል ናጽነቱ ወሲዱ ይኸይድ። ኮይኑ ግን ድሕሪ ሒደት ሰዓታት ረጁስ ጁኤል ምሰኦ ጎልጎል ምስ ረኣዮ ይግረም። ቦትኡ ንእዚ ዶር ከም ዝሃቦ፣ ሕጂ ድማ እቶም መጻምድቲ ብሓባር ኮይኖም ስድራቤት ክምስርቱ ከም ዝኽእሉ ይገልጽ። ልባዊ ስንብታ ድሕሪ ምክፍፋሎም፣ ሄንሪ ክሰርሑ ንምዝኽኻር ይመጽእ። ኩሉ እቲ ካብታ ዝተሰረቐት ሻምበቆ ዝወጽእ ትኪ ድማ ናባታቶም ይነፍሶም። ብሃንደበት እቶም ኣሕዋት ይጠፍኡ እሞ ካብቲ ሕጂ ዘለውዎ ግዜ ይምለሱ። ኣማኡን ድማ ብኣታቶም ትሕበን። እቲ ምስክር ወረቀት ድማ መሊሱ ድሓን ይኸውን። ድሕሪ ገለ ግዜ እቶም ኣሕዋት ኣብ ህይወቶም ዝያዳ ይጽዕሩ። ጆኤል ኣብ ናይ ህንጻ ስራሕ ይጽዕር እሞ ዝወሓደ ክፍሊት ምስ ተዋህቦ ኣይማረረን። ረጂስ ድማ ነቲ ምልክት መጥቃዕቲ ሓዊ እንዳርኣየ ኣብ ልዕሊ እቲ ከንቲባ ዘርእዮ ዓሌትነት ክከላኸል ይጅምር። ጸኒሑ ኣብ ገዛ ረጂስን ጆኤልን ኣዋልዶም ብጌጋ ነቲ ምስክር ወረቀት ከም ዝቐደድኦ ምስ ረኣዩ ይስንብዱ። በዚ ድማ እዚ ሰሓባይን መሳጣይን ዝኾነ ፊልሚ ኣብ መወዳእትኡ ይበጽሕ። እምበኣርከስ ኩራት ተኸታተልቲ ንሎማዓንቲ ዝነበረት ፊልምና ነዚኣ ትመስል። ከምዚኦም ዝኣመሰሉ ፊልምታት በብግዚኡ ክወጽዓኩም እንተ ደሊኹም ንፊልመይ ላይክ ንቻነለይ ሳብስክራይብ ብምግባር ኣበረታትዑኒ። ክሳዕ ብኻልእ ቪድዮ ንራኸብ ሰላም ጽንሑለይ።